ሰላም ሰላም ኣሕዋት ሰማዕቲ ትግርኛ ኩለኹም ብሓበራ ሕጂ ውን ከምቲ ልሙድ ምሳኹም ዘለኹ ሓውኹም ዳዊት'የ። ኣብዚኣ ሓንቲ ነገር ከርእየኩም ከካፍለኩም ድልየ ኣለኹ እዚኣ ከኣኒ ብዛዕባ ኔትፍሌክስ ኮይና ከመይ ጌርና ኔትፍሌክስ ካንስል ንገብሮ ኣለኹም ብዙሓት ኣሕዋት ዕዳ ዝመጸኩም እቲ ኣፕሊኬሽን ደሊት ኢልኩሞስ ከምዚ ትሪኡ ዘለኹም ወርሓዊ ኢኹም ተኸፍሉኒ ዘለኹም እዚ ግን ከመይ ጌርኩም ጠጠው ተብልዎ ሓንቲ ነገር ንዓኻ ከከፍለኩም ደልየ እታ ካልኣይቲ ከዓኒ ኣብዞም ኢንስታግራም ዘለኩም ማለት እዩ ኢንስታግራም ዘለኩም ኣሕዋት ገሪኩም እሞ ከም ዝሪእዎ ሕጂ እዚ ናይ ጁቬ ናይ ክርስቲያኖ ናይ እዛ ላዕሊ ዘላ ካትሪን ማለት እዩ ድሓን ሬዎ እቶም ክሳብ ፈለው ኢላቶም ዘላ ሰባት ድሓን ሞረረዮ እሳ ፈለው ኢላቶም ዘላ ሰባት ሬዎ እዚ ሰማያዊ ማርክ ማርክ ዘሎ ከምዚ እስከመይ ጌርካ ትገብሮ እዚ ግን ነቶም ዓብዪ ቻናላት ወይ ድማ ዓብዪ ኢንስታግራም ዘለኩም ማለት እዩ ስጋብ ኣርብዓ ስጋብ ሓምሳ ሽሕ እንድሕር ኣለኩም ኮይኑ ክሰርሓልኩም ይኽእል እዩ ናብኡ ከብለኩም ከመይ ጌርካ ነዚ ትገብሮ ነቲ ሓደ ከዓ ከመይ ጌርካ ኔትፍሊክስ ካንስል ትገብሮ እየ ከርእኩም ናብኣ ከብለኩም ማለት እዩ እዛ ኔትፍሊክስ ሕጂ ኣብዚ ሆም መፂና ኣብዚ ኮናን ነዚ ኣይኮናን ክንድምስሳ ዘለና እዚ ኮናን ጠጠው ክነብል ዘለና ኣብዚ መጺኹም ነዚ ትፍትኑ ሰባት ኣለኹም ኣካውንት መጺኹም ገለ ኣብዚ ኣይኮነን ኣብቲ ሳፋሪ ወይ ድማ ኣብቲ ላፕቶፕ እንድዩ ወይ ድማ ሞባይል እንድሕር ትጥቀሙ ኾንኩም ከኣኒ ኣብቲ ሞባይልኩም ኣብ ጎግል ክሮም እንዲኹም ኮይትኩም ዋላ ኣብ ጎግል ኣብ ጎግል እቲ ኔትፍሊክስ ኢልኩም ጽሒፍኩም ዶት ኮም ኢልኩም እቲ ኢሜይልኩም ሳይን ኢን ኢልኩም ኢሜይልኩም ስእተኹማ ከምዚ ክኸውን እዩ ማለት እዩ ኣሕዋት እዚ ርእይዋ ሕጂ ሕጂ ኣዚ ሰለስተ ሕንጣጥ ዘሎ ብላዕሊ ነትፍሊክስ ዝብል ዘሎ ኣብኡ መጺና ሬዎ ዳዊ ትብላ ኣሎ ኣካውንት ሄልፕ ሰንተር ሳይን ኣውት ኔትፍሊክስ ይብለኒ ኣሎ ሳይን ኣውት ኢለ ካልኣይ ግዜ ክኣቱ ወይ ድማ ሳይን ኣውት ኢለ ንዳር ትም ኢለ ትም ኢለ ክኸፍለሉ እየ ንዘለኣለም ዋላ ንክንደይ ዓመታት ኮፍ ይበል ትም ኢለ ክኸፍለሉ ክወዝሉ እዮም ገንዘብ ነዚ ግን ከመይ ገርና ጠጠው ነብሎ የኽርየኩም ሕጂ ከምዚ ምስ መጻና ኣብ ኣካውንት ኢና ንኣቱ ኣካውንት መጺና ሕጂ ረእይዎ ኣካውንት መጺና ኣብ ታሕቲ ንህለኩም ረእይዎ ኣብዚ ንህለኩም ካንስል ሜምበርሺፕ ዝብለኒ ዘሎ ኣብኡ ክኣቱ እየ ሕጂ ረእይዎ የስ ፕሊስ ኢሜይል ሚ ኣባውት ኔትፍሊክስ ዩ ኩድ ኒውሊ ኣድ ቲቪ ሾው ኤንድ ሙቪ ሓዲስ ዝመጸሉ ገለስ ኢመይል ምብለን ኣሎ ኣነ ግን ኣይደለኩዎን ሕጂ እንድሕር ካንሰል ገይረዮ ግን ስጋብ ዕለት ዓሰርተ ክልተ ኣጎስት ክተርእየኒ እያ ብናጻ ክርእየ ተረዲኩምኒ ብናጻ ክርእየሉ እየ ስጋብ ዕለት ዓሰርተ ክልተ ኣጎስት ወርሒ ሸሞንተ ዝመጽእ ዘሎ ሕጂ ፊኒሽ ኢለ ኣለኩ ተረዱምኒ

ምስኦም ሕጂ እንድሕር ኣብዚኣ ካልኣይ ግዜ ሃሪመያ ግን ሪስታርት ክትኸውን እያ ማለት ከም ብሓድሽ ምስኦም ስራሕ ከጅምር እየ እዚ ሕጂ ከምዚኣ ትመስል ናይ ኔትፍሌክስ ናይ ክሳይ ማለት ናይ እዚ ኢንስታግራም ማለት እዩ እዞም ኢንስታግራም ሕጂ ኣለኹም ኤርትራውያን ከም በዓል ኤርትራውያን ጥራይ ዘይኮንኩ ወላ ተጋሩ ዲኹም ኢትዮጵያውያን ኣለኹም ትግርኛ ትሰምዑ ተኾንኩም ማለት እዩ ነዚ ክትጥቀምሉ ትኽእሉ ኢኹም ዓብዪ ክሳይ ዘለኩም ማለት እዩ ዓብዪ ኢንስታግራም ቻ ኣካውንት ዘለኩም ከም በዓል ሕጂ ንኣብነት እዛ ኣይ ቲንክ ሃኒ ሃኒ ኢዮብ ስጋ ክንሪኣ ኢና ሓምሳ ተበፂሓ ወዲ ኢዮብ እያ ከምዚ ናለት ሰላሳን ሰለስተን ሽሕ በፂሓ ኣላ ኣለዋ ከም በዓል ነዋሕቲ ዓበይቲ ቻናላት ትግርኛ ዘለኩም ማለት እዩ ከም በዓል ኣዲስ ኣለም እንጂ ኣዲስ ኣለም ጌትነት ሬዋጂ ዕስራን ኣርባዕተን ኖ እዚ ናታ ኣይኮነን ኣብ ዘንብልኩም እዛ ሳሮን እዚ ሕጂ ሚእትን ዓሰርተን እዚ ሕጂ ከምዚ ክትገብረሉ ፍቃድ እዩ እዚ ሰማያዊ ማርክ ማለት እዩ ዘሸግር ኣይኮነን ከማኻ ኣለዋ ኣሕዋታ ማለት እዩ በዓል እዚ ፈለው ኢላቶም ዘላ ንበዓል ኣርኣይዎ ሰማያዊ ክሳይ ዘለዎ ማለት እዩ እዚ ሰማያዊ ማርክ ዘሎ ከምዚ ስጋብ ሚእቲ ሽሕ ፍቀዱኒ ካብ ሚእቲ ሽሕ ንላዕሊ ፍቀደካ እዩ ንበዓላ እዛ ደሓን ብዝኾነ ኩሎም ክገልፀን ኣይኮንኩን ካብ ሚእቲ ሽሕ ንላዕሊ ዘለኩም ክትጥቀሙሉ ትኽእሉ ኢኹም ተዘይ ጸሊእኹሞ ግን ስጋብ ካብ ሓምሳ ንላዕሊ ዘለዉ ክትገብርዎ ትኽእሉ ኢኹም ማለት እዩ። ሕጂ ናብኡ ከብለኩም ከመይ ጌርካ ነዚ ትገብሮ ኣብዚ ንኸይድ ኣብዚ ፕሮፋይልና ከይድና ሲቲንግ ንኸይድ ኣብ ሲቲንግ ከይድና ሸው ኣካውንት ኣካውንት ከይድና ኣብዛ ሪኮስት ቬሪፊኬሽን ዝብል ዘላ ኣብኣ ንኣቱ ማለት እዩ ኣብኣ ኣቲና ሕጂ ኣብዚ ሽምና ምሉእ ንቦም ደሓን ኣነ ከምዚ ክገብር እየ ሽመይ ሙሉ ሂበያ ኣለኩ ብምንታይ ኢካ ክትፍለጥ ትደሊ ኢላትኒ ኣላ ድሓን ብከምዛ ገብረ ብዴቭ ብረውን ኢለያ ኣለኩ ብዛዕባ እንታይ እያ እዛ ኣፕሊ እዛ ኢንስታግራመይ ደሓን ኣነ ኢንተርተይመንት ክብላ ኣብ ከለኹ ቹዝ ፋይል ክትብለኒ እያ እዚ ቹዝ ፋይል ግን ክትፈልጥዎ ኣነ ሕጂ ኣየድልየንን እዩ ናተይ ትሽዓተ ሚእቲ ሰባት ጥራይ እዮም ዘለዉ እዚ ቹዝ ፋይል ዝብለኒ ዘሎ ግን ብዛዕባ ፕሊስ ኣተንሽ ኤ ፎቶ ፍሮም ዩር ኣይዲ ይብለኒ ኣሎ ግን እንታይ ይብለን ኣሎ ዩር ኣይዲ ይብለን ኣሎ ሃውስ ዋይስካ ማለት እዩ ስኢልካ ዕድሜኻ ዘለዎ ኢኻ ክትህቦም ዘለካ ሕጂ ሪኤዎ ኣነ ክህቦም ኣይደልን እየ ኣየድልየንን እዩ ሕጂ ኣብ ኣምሳል ናይ ሰንድ ንብለሎም ሰንድ ምስ በልናዮም መሴጅ ክሰዱልካ እዮም ማለት እዩ ኣሕዋት መሴጅ ዘይኮነስ ኣብዚ ምክሳይ ተቀቢልናካ ዝብል ኣብዚ ላዕሎት ዘቅመጸኩም እዩ ማለት እዩ ተረዲካኒ ተረዲኩምኒ so ናይ ሎሚ ነዚኣ ትመስል ነይራ ተስፋ እገብር ክትፈትዋ ይቀንየለይ